ሰላም ሰላምታና በቢዘለኹሞ ይብጻሕም ክቡራት ተኻታተልትና ሎሚ እናተሰምዐ ዝርከብ መሕዘኒ ዝኾነ ሓበሬታ ካብ ስደት ስዑዲ ዓረብ ቅድሚ ክልተ መዓልቲ እናተዘረበ ድሕሪ ምጽናሕ ማለት እውን ሞት ልዕሊ ክልተ ሚእቲ ኢትዮጵያውያን ኣብ ስደት ስዑዲ ዓረብ እዞም ሰባት እዚኦም ድማ ብሓሸሽን ብኻሊእ ዘይሕጋዊ መንገድን ተታሒዞም ዝነበሩ እስካብ ዝዓለት እዚኣ ተኣሲሮም ብምፅናሕ ኣብዚ ሕዚ እዋን ድማ ሞት ፍርዲ ተፈሪድዎም መዓልቶም እናተፀበዩ እናተፀበዩ ይርከቡ እናተባህሉ ቅድሚ ክልተ መዓልቲ ብዝተፈላለየ ማሕበራዊ ሚዲያ እናተዘርገሐ ዝነበረ እንትኸውን ሎሚ ዝተሰምዐ መሕዘኒ ዝኾነ ሓበሬታ ድማ ካብ እቶም ክልተ ሚእቲ ኢትዮጵያውያን ልዕሊ ስሳይ ሰለስተይ ድማ ተጋሩ ከም ዝተረከዎም እዞም ተጋር እዚኦም ድማ ምክንያቶም ኣፍቲ ክልተ ሽሒ ዓሰርተ ሰለስተ ን ኣብ ትግራይ ብዝነበረ ኩናት ደንበር ጥሒሶም ወለዶምን ዓርሶምን ንምምሕያሽ ኢሎም ዝከዱ እንትኮኑ ማለት እውን ካብዞም ክልተ ሚእቲ ስሳይ ሰለስተ ተጋሩ ከም ዘለዎም ተሓቢሩ ኣሎ ማለት እዩ ብጣዕሚ ዘሕዝን ነገር እዩ እናተሰምዐ ዘሎ ካብዚኦም ድማ ሰለስተ ሞይቶም ከምዘለዉ ማለት ውን ካብቶም ሞት ፍርዲ ዝተፈረዶም እንትኾኑ ሰለስተ ድማ ቀዲሞም ሎሚ ቐቲሎም ኣለዉ ማለት ዩ ቤተሰብ ውን ተረዲኦም እናተብሃለ ዩ ዘሎ ማለት ዩ ክቡራት ሰማዕትና እዚ እንታይ ይመስል ንዝርዝሩ ናባኹም ክነብል ኢና ብዛዕባ እዚ ጉዳይ እዚ ውን ሁማን ራይትስ ውን ሒዞሞም እናተብሃለ እዩ ማለት ውን ዓለም ለኸ ሰብኣዊ መሰላት ውን ነዚ ትኹረት ገይርሉ ዶ ኣይገበረሉን ንዝብል ዝርዝሩ ናባኹም ክነብል ንኸውን። ካብዚ ብተወሳኺ ድማ ብዛዕባ እቲ ቅድሚ ሓደ መዓልቲ ንኩሉ ሰብ ኣሕዚኑ ዝነበረ ጉዳይ ሰለስተ ደቂ ኣንስትዮ ኣብ ደንበር ስዑዲ ዓረብ ዝተረሸና ኣለዋ ንዚኤንኸ ንመን እየን ንዝብልን ከምኡ ድማ ጉዳይ ሃና እውን ንኹሉ እናዳናገፀ ዝነበረ እንትኸውን ኣብዚ ሕዚ ሰዓት ድማ ጉዳይ ሃና እውን ብናይ ሕጊ ኣካላት ተታሒዙ ከምዘሎ እዩ ሓበሬታ እናተሰምዐ ዝርከብ ዘሎ ማለት እዩ። ብሓፈሻ ንሎሚ ዝወጹን ዝተረኸቡ ሓበሬታታት ብዛዕባ እቶም ክልተ ሚእቲ ኢትዮጵያውያን ካብኦም ድማ ስሳይ ሰለስተይ ተጋሩ ሞት ፍርዲ እናተጸበዮም ዝርከብን ከምኡ ድማ ሰለስተ ሞይቶም ዘለዉኸ እንመን እዮም ዝብልን ብሓፈሻ ጉዳይ ሃናን ጉዳይ ሰለስተ ደቂ ኣንስትዮ ኣብ ደንበር ስደት ስዑዲ ዓረብ ዝተረሸና እንታይ ይመስል ንዝብል ዝርዝሩ ናባኹም ክነብል ንኸውን ነዚ ቻነልና እዚ ሓደሽቲ እንተደኣ ኩንኹም ሳብስክራይብ እናበልኩም ኣባላትና ላይክ ሸር እናበልኩም መደባትና እስካብ መወዳእታ ሓቢርኩምና ጽንሑ። እምበኣርከስ እቲ ሎሚ እናተሰምዐ ዝርከብ መሕዘኒ ዝኾነ ሓበሬታ ቅድሚ ሓደ መዓልቲ እውን ብዝተፈላለየ ማሕበራዊ ሚድያ እናተዘርግሐ ዝነበረ እንትኸውን ማለት እውን ልዕሊ ክልተ ሚእቲ ኢትዮጵያውያን ካብኦም ድማ ስሳይ ሰለስተይ ተጋሩ ንሞት ፍርዲ ተፈሪድዎም መዓልቶም እናተፀበዩ ከም ዝርከቡ ብዝተፈላለዩ ተጠቀምቲ ማሕበራዊ ሚዲያ እናተዘርግሐን ድምፂ ንኹኖም እናተብሃለ ድሕሪ ምፅናሕ ሎሚ ግን ብዘሕዝን መልክዑ ካብቶም ስሳይ ሰለስተይ ተጋሩ ሰለስተ ሞይቶም ከም ዘለዉ እዩ ሓበሬታ እናተሰምዐ ዝርከብ። እዞም ሰባት እዚኦም ዘጥፍእዎ ምኽንያት ማለት እውን ወይ ህይወት ሰብ እውን ኣየጥፍኡን ማለት እውን ሓሸሽ ተረኺብዎም ብዝብል ኣተሓሳስባ እቶም ሓሸሽ ሒዞም ዝተረኸቡን ከምኡ ድማ ኣብ ጥቕኦም ዝርከቡ እናፀውዑ ይኣስርዎም ከምዝፀንሑ ዝፍለጥ እዩ። ማለት እውን ካብ ኣዕርኽቶም ሓደ ሓሽሽ ዝሓዘ እንድሕር ድኣ ተረኺቡ ንሱ ድማ ዓሰርተ ተኸታታሊ ብምፅዋዕ እዞም ሰባት እዚኦም ድማ ኣብ ቤት ማእሰርቲ እስካብ ዝዓለት እዚኣ ብዙሕ ስቅያትን ግርፍያን እናተቐበሉ ድሕሪ ምፅንሐ እዩ ቅድሚ ሰለስተ መዓልቲ ብዝተፈላለየ ማዕኸናት ዜና ዝወፀ ሓበሬታ እዞም ሰባት እዚኦም ተኣሲሮም ድሕሪ ምፅናሕ ኣብዚ ሕዚ እዋን ሞት ፍርዲ ተፈሪድዎም ክሞት ድማ ተዛጋጅዮም ይርከቡ ስለዚ ድማ ድምጺ ንኹኖም ዝብል ሓበሬታ ዝተሰምዐ ማለት እዩ። እዞም ሰባት እዚኦም ኩሎም ኣጥፊኦም ድዮም ኣየጥፍኡይን ንዝብል ዝርዝሩ ማለት እውን በቲ ዝተረኸበ ሓበሬታ እንተድኣ ኮይኑ ካብኣቶም ማለት እውን ዓሰርተ ዘይኣኽሉ ብሓሸሽ ተጠቀምትን ሓሸሽ ዝሓዙን እንትኾኑ ንሳቶም እውን ናይ ካሊእ ዜግነት ዘለዎም እዮም ነገር ግን ምስኣቶም ዝራኸቡ ዝነበሩን ርክብ ዝነበሩን ኢትዮጵያውያንን ካብኣቶም ድማ ተጋሩት ልዕሊ ሲሳይ ሰለስተይ ሓዊሶም ኣብ ቤት ማእሰርቲ ዘእተውዎም ብጀምላ ማለት እዩ። ኣብቲ ቤት ማእሰርቲ ብዝተፈላለዩ ስቅያትን ግርፍያትን ድሕሪ ምጽናሕ ድማ ኣብዚ ሕዚ እዋን ሞት ፍርዲ ተፈሪድዎም ክሞቱ እናተጸበዩ ይርከቡ ማለት እዩ። ክቡራት ሰማዕትና ብጣዕሚ እዩ ዘሕዝን። ካብዚ ሓሊፉ ግን ሎሚ እናተሰምዐ ዝርከብ ሓበሬታ ሰለስተ ዝኣኽሉ ካብቶም ሞት ፍርዲ ዝተፈረዶም ሞይቶም ከም ዝተባህለ እዩ እናተፈለጠ ዘሎ። እዚ ድማ ኣብ ቅድሚ እቶም ክልተ ሚእቲ ንሞት ፍርዲ ዝተዘጋጀዩ ሰባት ኣብ ቅድሚኦም ነዞም ሰለስተ እውን ዝረሸንዎ እንትኾኑ ኣብዚ ሕዚ እዋን ድማ እዞም ተኣሲሮም ሞት እናተፀበዩ ዘለዉ ደም እናነብዑ ድምፂ ኹንና እናበሉ እዮም ዝርከቡ ማለት እዩ ክቡራት ሰማዕትና እዚ ሓበሬታ ማለት እውን ሸሊኹ ዝወፀ ሓበሬታ ግን ካብ እቶም ክልተ ሚእትን ስሳይ ሰለስተይ ተጋር ንዝኾኑ ሰለስተ ረሽኖም ከም ዘለዎ እዩ ሓበሬታ እናወፀ ዝርከብ ዘሎ ማለት እዩ ክቡራት ሰማዕትና እዚ ድማ ብዝተፈላለየ ናይ ሕጊ ኣካላትን ዓለም ለኸ ሚድያታት እውን ክፅውፅውዎ ሓበሬታ እናበፀሒ ዝርከብ ዘሎ ማለት እዩ ክቡራት ሰማዕትና ካብዚ ብተወሳኺ ብዛዕባ እቲ ኣብ ደንበር ስዑዲ ዓረብ ሰለስተ ዝተረሸና ደቂ ኣንስትዮ እውን መዘራረቢ ዛዕባ ጉዳይ ፈጢሩ ይርከብ እዘን ሰለስተ ደቂ ኣንስትዮ ንልዕሊ ኣርባዕተ ወርሒ ኣብቶም ናይ ዘይሕጋዊ ደለልቲ ተኣሲረን ድሕሪ ምፅናሕ ቅድሚ ሓደ መዓልቲ ግን ምስ እቶም ሞት ፍርዲ ተፈሪድዎም ዝበሃል ዘሎ ብዝተፈላለየ ሰባት እውን ቀልውናው ኣብ ዝገብረሉ እዋን እየን እዘን ሰለስተ ደቂ ኣንእስትዮ እዚኤን እውን ተረሽነን ዘለዋ ማለት እዩ። እዘን ሰለስተ ደቂ ኣንስትዮ ካብ ትግራይ ዝኸዳ እንትኾና ፍሉይ ቦታ ራያ እናተባሃለ እውን ብዝተፈላለየ ምሽጥራት እናተገለፀ እዩ ዘሎ። እስካብዚ ዓለት እዚኣ ስድራ ምርዳ እስካብዚ ዓለት እዚኣ ስድራ ምንም ዓይነት መርዳእቲ ኣይተዋሃቦምን ዘሎ። ነገር ግን በቲ ዝወፅእ ዘሎ ሓበሬታ ግን ሰለስተ ኣብ ደንበር ሱደስዑ ኣብ ደንበር ስዑዲ ዓረብ ከም ዝተቐተላ እዩ ሓበሬታ እናመጸ ዝርከብ ዘሎ ማለት እዩ። ክቡራት ሰማዕትና ካብተን ሰለስተ እውን ክልተ ከፊለን ከምዝነበራ ነገር ግን ከፊለን እናሃለያ እንደገና ወሱኻ እናበሉን ከምዝቓነዩ ልዕሊ ሰለስተ ወርሒ ድማ ብዝተፈላለየ ሕማቕ ዝኾነ ጾታዊ መጥቓዕትን መግረፍትን እናገበሩ ድሕሪ ምቕናይ እዩ ቅድሚ ሓደ መዓልቲ ነዘን ደቂ ኣነስትዮ እዚኤን እውን ረሽነሞም ዘለው እናተባሃለ ዘሎ ማለት እዩ። ክቡራት ሰማዕትና እዚ እውን ብጣዕሚ ዘሕዝን ነገር እዩ። ካብዚ ሓሊፉ ድማ እቲ ንኹሉ ሰብ መዘራረብ ዛዕባ ጉዳይ ኾይኑ ዝነበረን ብዝተፈላለየ ማሕበራዊ ሚድያ እውን እናተዘርግሐ ዝነበረ ጉዳይ ሞት ሃና እውን ንኹሉ ሰብ ኣደንጊፁ ዝነበረ እንትኸውን ጉዳይ ሃና ኣብዚ ሕዚ እዋን ግን ፅቡቕ ሳሚዕ እናተሰምዐ ይርከብ ማለት እውን ሃና ኣብዚ ሕዚ እዋን በቶም ናይ ሕጊ ኣካላትን በቶም ዓበይቲ ዝበሃሉ ሚድያታትን ተታሒዛ ከም ዘላ ማለት እውን ሃና ካብቲ ዘላቶ ቦታ ናብ ቦታኣ ንክምልስ ናብ ቦታኣ ንክምልስላ በቶም ኣብ ስዑዲ ዓረብ ዝርከቡ ምክልኻል ዝመሰል ዜጋታት ብዝብል ተታሒዛ ከም ዘላ ኣብዚ እዋንዚ ግን ሃና ብህይወት ደኣ እንተደኣ ሃልያ ብህይወት እንተደኣ ሃልያ ናብ ብዓርሶም ንኽምልስሎም መጸዋዕታ እናቕረቡ እዮም ዝርከቡ ዘለዉ ማለት እዩ ክቡራት ሰማዕትና ስለዚ ጉዳይ ሃና ቅድሚ ሓደ ወርሒ እቲ ወላዲኣ ናብ ናይ ሕጊ ኣካላት ድሕሪ ምምልካት ኣብዚ ሕዚ እዋን ጉዳይ ሃና ብሕጋዊ መልኪዕ ተታሒዙ ሃና ካብ ዘላቶ ኣምጺኦም ንኽዎም እውን ዝተፈላለየ ጥሪ ዝተፈላለየ መጸዋዕታ እናቐረበ እዩ ዝርከብ። ስለዚ እንተደኣ ሃና ብህይወት ሃልያ፣ ኣብዚ ሕዚ እዋን ግን ሃና ብጽቡቕ ዝኾነ ጉዳይ ማለት እውን በቶም ዓበይቲ ዝኾኑ ናይ ሕጊ ኣካላት ተታሒዛ ከም ዘላ እዩ ዜና እናወጸ ዝርከብ ዘሎ ማለት እዩ። እምበኣርከስ ንሎሚ ዝበልናዮም ዝርዝር ሓበሬታና ከምኡ እውን ብዛዕባ እቶም ክልተ ሚእቲ ኢትዮጵያውያን ስሳይ ሰለስተይ ተጋሩ ካብኣቶም ሲሳይ ሰለስተይ ተጋሩ ንሞት ፍርዲ ተፈሪድዎም ኣብዚ ሐዚ እዋን ድማ ሞት እናተፀበዩ ዝርከቡን ድምፆም ንኹኖም ዝተፈላለየ ድምፂ እናስማዕና ድምፆም ንኹኖም ዝብል መልእኽቲ ኢና ክነመሓላልፈልኹም ንደሊ እምበኣር ክስ ንሎሚ ዝበልናዮም ዝርዝር ሓበሬታና እዚኦም ይመስሉ ነይሮም እስካብ መወዳእታ ሓቢርኩም ናፀናሕኹም ካብ ልቢ እናመስገና ኣብ ዝቕፅል መደባትና እስካብ ንራኸብ ሰላም ሰናይ ፃንሒት ይጎደልኹም ሰላምታይ ንዓኹም